ጸሎታን ረድኤታን ኣማላድነታን እናተማዕቆብና ብሓይሊ ጸሎትን ረድኤትን ዕቑባን ቅዱሳን እግዚኣብሔር እናተወከልና ሰይጣን ንኽሕደካ ኣለና። ኣብ ኩሉ ማእዝናት ኩርናዓት ዓለም እንርከብ ህዝበ እግዚኣብሔር ናይቲ ፍጹም ዝኾነ ሰምያዊ መድኃኔዓለም ኢየሱስ ክርስቶስ ፍጹም ሰላሙ ምስ ኩላህና ይኹን። እዚ ዕለት እዚ ሎሚ ናይታ ንጽይተ ንጹሃን ቅድስተ ቅዱሳን ዝኾነት ንኣብ መርኣቱ ለወልድ ወላዲቱ ለመንፈስ ቅዱስ ጽርሃ መቅደሱ ዝተባህለት ቅድስቲ ድንግል ማርያም ሎሚ ዓቢ በዓላ እዩ። ካብተን ሳላሳን ሰለስተን ኣብ ዓመት ዝከራ ዓመታዊ በዓላት ናይ ቅድስተ ቅዱሳን ድንግል ወላዲት ኣምላክ ዓሰርተ ሽዱሽተ ነሓሰ ዝብዕል ናይ ቅድስቲ ድንግል ማርያም ፍልሰታ እዩ። ስለዚ ነዚ ዕለት እዚ ዘተኮረ ትምህርቲ ኢና ክንመሃር ገላጺ ኣብራሂ መንፈስ ቅዱስ ምስጢሩ ጥበቡ የብርሃልና። ብርግጽ ቅድስተ ቅድሳን ድንግል ወላዲት ኣምላክ ዕለተ ዕረፍታ 21 ጥሪ እዩ። ነገር ግና ድሕሪ ሸሞንተ ወርሒ ብዕለት 16 ነሓሰ ግና ዕለተ እርገታ ይኸውን ኣሎ። ሞታ ዕስራን ሓደን ዕርገታ ዓሰርተ ሽዱሽተ ከመይ እዩ እንድሕር ተባሂሉ ኣብ ቅድስት ቤተ ክርስቲያን ዘሎ ምስጢር ኣዝዩ ርቕቕ ዝበለ ኣብ ቅድስት ቤተ ክርስቲያንና ዘሎ ትምህርቲ ኣዝዩ ንልቢ ዘጥልል ማዕረ ክንደይ ኣዝዩ ግርም ዝኾነ ተኣምር ግሩም ዝኾነ መንክር ዝፍጸመሉ ምዃኑ እዚ ካብቲ ብዙሕ ናይ እግዚኣብሔር ኣምላኽ ውዕልኡ ኣብ ፍጡራቱ ውዕልኡ ኣብ ቅዱሳኑ በዚ ኢና ንምሃር ፍልሰታ ክንብል እንከልና ቋንቋ ግእዝ እዩ። ካብ ፈለሰ ዝብል ቃላት ዝወጸ እዩ። ምፍላስ ድማ ምስግጋር እዩ። ካብ ሓደ ቦታ ናብ ሓደ ቦታ ምስግጋር እንተ ኣልዩ ኮይኑ ፍልሰታ ይበሃል። ፍልሰታ ለማርያም ክንብል እንከለና ግን ኣዝዩ ድንቂ ዝኾነ ፍልይ ዝበለ እዩ። ናይ ቅድስቲ ድንግል ማርያም ፍልሰታ ተራ ፍልሰት ኣይኮነን። ካብዚ ምድርዚ ካብ ጌተ ሰማኒ ናብ እጽ ህይወት ካብ እጸ ህይወት ድማ ናብ ገነት ዝፈለሰትሉ እዩ። ፍልሰታ ለማርያን ክበሃል እንከሎ ብርግጽ ቅድስተ ቅዱሳን ንጽህተ ንጽሃን ድንግል ወላዲተ ኣምላክ ዘበነ ስጋዊኣ ኣብዚ ምድሪ እዚ ምስ ኣኸለ ዕለተ ዕረፍታ ካብዚ ምድራዊ እዚ ሃለኽለኽ እዚ ናብቲ እጸ ሕይወት ዝበሃል ኣብ ገነት ዘሎ ናኡ ዝፈለሰትሉ ካብ እጸ ሕይወት ድማ ናብ ገነት ዝፈለሰትሉ እዩ። እዚ ፍልሰታ ናይ ቅድስቲ ድንግል ማርያም ከመይ እዩ? እንሆ ቅድስተ ቅዱሳን ድንግል ወላዲተ ኣምላክ ኣብዚ ምድሪ እዚ ድሕሪ ንጎይታ ኣለም የሱስ ክርስቶስ ተወሊዳ ኣብዚ ምድሪ እዚ ሱሳን ኣርባዕተን ዕድሚኣ ምስ ኣኸለ እንሆ ከምቲ ልማድ ድሕሪ ዕርገት ወልዳ ናብ ጌት ናብ ገለጎታ ከይዳ ጸሎት እያ ተዕርግ ዝነበረት እንሆ ጸሎት እንዳብጽሐት ከላ ድማ እዩ እቲ ዝፈትዋ ዘፍቅራ ወዳ ደጊም ሞት ቅዱሳን ብቆጸራ ከም ዝብሎ ዕለተ ዕረፍትኺ ኣኺሉ እዩ ካብዚ ሃለኽለኽ ናይዚ ዓለም እዚ ከተዕርፊ ኢኺ በላ ኣብዚ ሰዓት እዚ ቅድስቲ ድንግል ማርያም ወላዲተ ኣምላክ ንወዳ ትፈትዎን ትፈልጦን ተስምዖን ተእምኖን በል እቶም ተፍቅሮም ደቂ መዝሙርካ ኩሎም ይምጽ ንበለቶም ኣብ ዝተፋለለዩ ማእዝናት ዓለም ሁርዎ መሃሩ ዝተኩላ ጽንዓፈ ዓለም ተባሂሎም ናብ ኣርባዕቲኡ ማእዝናት ዓለም ተላኢኾም ንዝነበሩ ንስብከተ ወንጌል ሃዋርያት ድማ ከም በዓል ዮውሃንስ ኣብ ሃገረ ኤስያ ኣብ ኣህጉረ ኤስያ ካብ ሃገረ ኤፌሶን ብደመና ተጻዒሮም ድማ ናብ ቅድስቲ ድንግል ዋላይት ኣምላክ ዘላቶ ቤት በጽሑ። እንሆ ቅድስቲ ድንግል ማርያም ድማ ዘበን ስጋዊኣ ናይ ምድሪ ብዛ ዓለም ዝትነብረሉ ኣኺሉ ብምንባሩ ንኹሎም ሃዋርያት ድማ ከምቲ ቅዱሳን ተሰናቢቶም ዝዓርፉ ተሳናበተቶም። ቅድስተ ቅዱሳን ክንብል እንከልና እታ ካልእይቲ ሰማያ ቅድስተ ቅዱሳን ክንብል እንከለና ማሂደረ ወልድ እያ። ንጎይታ ኣለም ኢየሱስ ክርስቶስ ዝወለደት እያ። ቅድስተ ቅዱሳን ክንብል እንከልና ሰማይን ምድርን ክጸርዎ ዘይክእሉ መላእኽቲ እኳ ክርእይዎ ዘይክእሉ ሰማያዊ እግዚኣብሔር ኣምላኽ ኣብ ማህፀና ዝጸረት እያ። እታ ንጎይታ ሰማይን ምድርን ነቲ ካሃሊ ኩሉ ገባሪ ኩሉ ዝኾነ እግዚኣብሔር ዝፀረት ዝወለደት ኣደ ብርሃን እታ ካልኣይቲ ብርሃን እታ ፍፅምቲ ንፅህቲ መንቅብ ዘይብላ እታ እግዚኣብሔር ኣብ ሰማያት ኮይኑ ኣቦ ዝጠመተ ዝጨነወ ዘስተንፈሰ ከምኣ ዝበለት ንጽሕቲ ኣይረኸብኩን ብምባል ሓሪዋ ንወዱ ኢየሱስ ክርስቶስ መሕደሪኡ ክትከውን ንመንፈስ ቅዱስ ጽርሃ መቕደሱ ክትከውን ዝሓረያ ቅድስተ ቅዱሳን ንሳያ ዕለተ ዕረፍታ ኣኺሉ ብዕስራን ሓደን ጥሪ ቅድስት ድንግል ማርያም ኣብ ሰዓት እቲ ዕረፍታ ድማ እንሆ ነቲ ሰማይን ምድርን ዝወፅ ነቲ ሰማይን ምድርን ክፀርዎ ዘይክእሉ እንሆ ነቲ ሰማይን ምድርን ክፀርዎ ዘይክእሉ ኣደ ብርሃን ዕለተ ዕረፍታ ስለ ዝኾነት መሬት ኣንቀጥቀጠ ብርሃን ድማ ንቡር ብርሃኑ ሰኣነጥፈ ምኽንያቱ ነቲ ሰማይ ምድርን ክጸርዎ ዘይክእሉ ሰማያዊ እግዚኣብሔር ኣምላኽ ነቲ ገባሪ ኩሉ ካሃሊ ኩሉ ዝኾነ ዝወለደት ኣደ ብርሃን እንሆ ዕለተ ዕረፍታ ስለ ዝኣኸለ ኩሎም ሃዋርያት ተባሪኾም ግን ከኣ ኣልቂሶም እታ ዝፈትዋ እታ ዘፍቅርዋ እታ ብጸሎታ ዝልምኑ እታ ተፍቅሮም ኣደ ካብኦም ብስጋ ትፍለ ስለ ዝነበረት ኣብቲ ሰዓት እቲ እዩ ድማ እንሆ ሃዋርያት ገኒዞም ናብ ዕረፍቲ ናታ ተዓርፈሉ ቦታ ጌተ ሰማኒ ጌተ ሰማንሰ ምስ ካባኣ ከም ዝብሎ ናብቲ ናታ መቓብር ክወስድዋ ተበግሱ። ቅድስተ ቅዱሳን ድንግል ወላዲተ ኣምላኽ ዕለተ ዕረፍታ ምስ ኣኸለ እቲ ዕለተ ዕረፍታ ዜንኣ ኣብቲ ከባቢቲ ኩሉ ተሰምዐ። እቶም ጸላእቲ ወዳ ጸላእቲ ወለዳ ጸላእቲ ንዓኣ ኣይሁድ ትማሊ ክትውለድ ንክትጽነስ እንከላ ዝተጻብእዋ ንጎይታ ክትወልድ እንከላ ማየ ዘለፋ ዘስተይዋ ንወዳ ትእምርትን ተኣምራት ክገብር እንከሎ ሓሳረ መከራ ኣጽጊቦም ኣብ መስቀል ሰቒሎም ዝሸንከርዎ ጸላእታ ሕጂ ድማ ከም ዝበሉ ጎይታ ዝተባህለ ኢየሱስ ክርስቶስ ክዓርፍ እንከሎ ዘሕፍር ተኣምራት ርኢና ኢና ሓፊርና ኢና እንሆ ኣብ ሳልሳይ መዓልቲ ተንሲኡ፣ ኣብ ርብዓ መዓልቲ ድማ ዓሪጉ እዩ። እንሆ መቓብሩ ክሳብ ሕጂ ትእምርትን ተኣምራት ይገብር ኣሎ፣ ብዙሓት ሕሙማት ናብኦም ከይዶም ይፍወሱ ኣለዉ። እንሆ ካብቲ ንሱ ዝተቐበረሉ ቦታ ሓመድ ካብኡ እናወሰዱ ኣካላቶም ብእኡ እናተለኸዩ ካብ ሕማም ዝፍወሱ ዝሓውዩ ኣለዉ። ስለዚ ከምቲ ወዳ ኣብ ሳልሳይ መዓልቲ ተንሲኡ ኣብ ርብዓ መዓልቲ ዝኣረገ፣ እዛ ኣደ እዚኣ ድማ ተንሲኣ ዓሪጋ ከይበሉና ከይንሓፍር ንዑ ንሳን ሬሳኣን ምስቲ ናታ ቃሬዛን ነቃጽሎ በሉ። ኣብቲ ሰዓት እቲ ማህበራን ኣይሁድ ዳግማይ ተሰብሰቡ ንእኩይ ተግባራቶም ተኣከቡ በለ ሓደ ካብኦም ድማ እንታይ ከይትገብር እንታይ ከይመጽእ ትፈርሑ ኣነ ካብዚ ክሳብዛ ሰዓት እዚኣ ካብታ ዝውለድ ወዳ ኢየሱስ ክርስቶስ ወትሩ ኩሉ ግዜ ኣነ ወዲ ትጸራቢ ዮሴፍ ምስ በልኩዎ እዩ ዝብል ሎቱ ስብሃት ንጎይታ ሰማይን ምድርን መድሃኒ ኣለም ኢየሱስ ክርስቶስ ኣነ ኩሉ ግዜ ወድ ጸራቢ የሴፍ ምስ በልኩወ ነገር ግና ምንም ንዓይ ሽግር ጎኒፍኒ ይፈልጥኒ በለ እዛ ቃል እዚኣ ከውጻ ብቕጽበት ድማ መሬት ተኸፊጣ ድማ ውሒጣቶ እግዚኣብሔር ብገን ሓካ እዩ መግንሖ ኮይንዎ ድማ ንሱ ድማ በዲለ በዲለ ብርግጽ ንሱ ኣምላከ ኣብርሃም ኣምላከ ይስሐቅ ኣምላከ ያዕቆብ ኢሉ መስከረ። በታ ሰዓት እቲኣ፣ በታ ቃል እቲኣ ዝኣክል ጥራይ፣ ኣብታ ሰዓት እቲኣ፣ ወዲ ቀያፋ ዝርከቦም ውላድ ሽዱሽተ ሚእቲ ነፍሳት ተጠመቑ፣ ብክርስቶስ ኣምላኽነት ኣመኑ፣ ኣብ ቅድሚ ዓይኖ ግሁድ ተኣምራት ስለ ዝተፈጸመ። እነሆ ኣብቲ ሰዓት እቲ፣ ታውፌንያስ ዝበሃል ኣዝዩ ጎበዝ፣ ግርምኡን መልክዑን ጉብዝንኡን ብዙሕ ዝማርኽ ዝነበረ ከም ዝበልዎ፣ ንዓ ታውፌንያስ፣ እዞም መራሕቲ እምነት ናትና ናብኦም እንተ ወሲድናዮም ክሓንኩ እዮም፣ ክጸርፍዎም እዮም፣ ከቃልልዎም እዮም። ንስኻ ግን ጎበዝ ዲኻ እሞ ንሬሳ ናይ ቅድስቲ ድንግል ማርያም ምስ ቃሬዛኣ ከነቃጽሎስ ንዓ ተለኣኽ በልዎ። እሱ ድማ ሕራይ ኢሉ ኣንቀደ ኸደ። እንሆ ጎይታ እንሆ ቅድስተ እንሆ ድማ ቅድስቲ ድንግል ማርያም ንጌተ ሰማኒ ክትቅበር ሃዋርያት ጼሮማ ኣብ ቃሬዛ ንሃዋርያት ተሰኪሞማ እናኸዱ እንከለዉ ብድፍረት ድማ ንሱ ክልተ ኣእዳዉ ናብቲ ናይ ቅድስት ድንግል ማርያም ቃሬዛ ኢዱ ሰደደ። እቲ ንጎይታ ኣለም ኢየሱስ ክርስቶስ ክትጸንስ እንከላ ዘበሰራ ኃያል መልኣክ ቅዱስ ገብርኤል መጺኡ ድማ ቀዘፎ። ከመ ቅጽበት ድማ ክልተ ኣእዳዉ ድማ ጠልጠል ኢለን ተረፋ። ተጣዕሰ ኣልቀሰ በኸየ። ብጎይታ ኣለም የሱስ ክርስቶስ ኣምላኽነት ኣመነ። ብንጽህና ቅድስቲ ድንግል ማርያም ኣመነ መስከረ። እግዚኣብሔር ከምኡ ድማ ሓያል መልኣኽ ቅዱስ ገብርኤል ድማ ነቲ ናይ ሃዋርያት ሊቅ ዝኾነ ሃዋርያ ጴጥሮስ ጸሎት ጌርካ ትእምርቲ ግብ ፈጽም በሎ። ኣእዳዉ ድማ ናብ ንቡሩ ተመልሳ እንሆ ምስክር ድማ ጀመረ። ኣብቲ ሰዓት እቲ ድማ እዩ እግዚኣብሔር ኣምላኽ ንቅድስቲ ድንግል ማርያም ድሕሪ ሃዋርያት ክቐብርዋ ምኻዶም ማለት እዩ፣ ካብኡ ድማ ኣብ ፍለሳ ወሰዳ፣ ፍልሰታ ዝበሃል እቲ ቀዳማይ፣ ካብ ጌተ ሰማኒ ናብ እፀ ህይወት ወሰዳ። ኣብ እፀ ህይወት እንከላ እዩ ድማ እግዚኣብሔር ኣምላኽ ንቅዱስ ዮውሃንስ ወሲዱ ርኣ ነበረኡ። እፀ ህይወት ቅድስቲ ድንግል ማርያም ምስ ከደት ኩሎም እቶም እፀዋት እቶም ኣብ ገነት ኣብቲ ዕፀ ህይወት ከባቢ ዝነበሩ ኩሎም እፀዋት እቲ ወላዲኣ ዝኾነ ዘማሪ ዳዊት ከይተረፈ ኩሎም ሰገዱላ ካብኡ ድማ ናብ ገነት ፈለሰት ሃዋርያት ድሕሪ እዚ ፍጻሜ እዚ ኩሉ ግዜ ምስ ተጨነቑ እዮም ዓመት ምሉእ እዚ ኣገልግሎት እዚ ናይ ስብከተ ወንጌል ህርቦ መሃሩ ክፍጽሙ እንከለዉ ኩሉ ግዜ ግን በቲ ቅድስቲ ድንግል ማርያም ዝረኸበቶ ይጨነቑ ነበሩ ንሆ ዮሃንስ ድማ ኣብታ መጽሓፈ ፍልሰታ ዝብል ናይ ድንግል ማርያም ዝጸሓፋ እንቆጳዝዮን ትብል መጽሓፉ ፍልይቲ መጽሓፍ ኣብኡ ከም ዝጸሓፎ ድማ እቲ ዅሉ ዝረኣኽዎ ንሃዋርያት ነገርክዎም፣ እሳቶም ድማ በሉ ንስኻ እንካብ ረኣኻ ንሕና ንምንታይ ዘይንርኢ ኢሎም ድማ ኣዝዮም ይጉሁ ነበሩ። እሱ ድማ ቅዱስ ዮሃንስ ወልደ ነጎድጓድ ኣቱም ሰባት፣ እቲ ኣነ ዝረኸብክዎ ኽትረኽቡ፣ እቲ ኣነ ዝረኣኽዎ ኽትርእዩ፣ ሱባኤ ንሓዝ በሎም። ኣብ ዓመት ድማ ንኽልተ ቕነ ካብ ሰንበት ዝጅምር ሱባኤ ንኽልተ ሰሙን ሓዙ። ኣብዚ ሱባኤ እዚ ካብ ኵሉ ርሒቖም፣ ነፍሰ ስግኦምን እናቐጽዑ፣ ንእግዚኣብሄር ኣምላኽ፣ ነታ ኣዴኻ ዝዀነት ኣደ ብርሃንና፣ ነታ እነፍቅራ እተፍቅራ ኣዴኹም እያ ዝበልካና፣ ናታ ምህላዋ ኽንፈልጥ ኢሎም ጸሎት ኣዕርጉ። ብዕለት ዓሰርተው ኣርባዕተ ድማ መድኃኔዓለም ኢየሱስ ክርስቶስ ናይ ቅድስቲ ድንግል ማርያም ውዑይ ሥጋ መለሰሎም። እነሆ ኣብቲ ሰዓት እቲ ጐይታ ዓለም ኢየሱስ ክርስቶስ ሠራዪ ካህን፣ ቅድስቲ ድንግል ማርያም ከም ታቦት፣ ሊቀ ሐዋርያ ጴጥሮስ ከም ንፍቅ ካህን፣ ሊቀ ዲያቆናት እስጢፋኖስ ከም ነፋቂ ከም ሠራዪ ዲያቆን ኮይኖም ድማ ቅዳሴ ተፈጸመ ኩሎም ቀረቡ። እነሆ ድማ ከምቲ ንቡር ድማ ቀበርዋ። ቀቢሮማ ምስ ተመልሱ ካብዞም ኩሎም ሃዋርያት ንተልእኮ ስብከት ንብስራት ናብ ዓለም ከይዶም ዝነበሩ ሓደ ሃዋርያ ቶማስ ድማ ከይዱ ነበረ። ኣብ መበል ሳልሳይ መዓልቲ ግን ቅድስቲ ድንግል ማርያም ካብቲ ዝቐበርዎ ሃዋርያት ፈሊሳ ክትዓርግ ኣብ ደመና ሰማይ ተጻዒሩ እንዳመጸ እንከሎ ምስ ሃዋርያ ቶማስ ተራኸቡ። ኩሉ ነገር ድማ ነገረቶ። ቶማስ ወደይ፣ ሃዋርያት ስሕባትካ ኩሎም ቀቢሮምኒ፣ ኣብ ሳልሳይ መዓልተይ ድማ ይዓርግ ኣሎኹ በለቶ። ቅድመዛ ቅድም ናይ ወድኺ ትንሳኤ ሕጂ ድማ ናትኪ ዘይርኢ ኣነ ንምንታይ እየ እንታይ ኣቢሰ እንታይ ኣበዲለ ኢሉ ድማ ክሳብ ካብቲ ደመና ክዘልል ክጸድፍ ፈተነ። ቅድስቲ ድንግል ማርያም ግና ካብቲ ተገኒዛቶ ዝነበረ መግነዝ እዚ ጨርቂ እዚ ሂባ እንሆ ዝናተይ ዕርገት ፍልሰታይ እንትርፎ ንስኻ ካልኣት ሃዋርያት እውን ኣይፈለጥዎን በለቶ። ነቲ ጨርቂ ሒዙ ናይ መግነዝ ሒዙ ድማ ናብ ሃዋርያት ከደ። ቅድስት ድንግል ማርያም ከም ዝተቐብረት ምስ ነገርዎ ከይረኣኹ ኣይኣምንን'የ በለ። ሃዋሪቅ ሃዋርያ ጴጥሮስ ብቐደሙ ቶማስ ተጠራጣሪ ቅድሚ ሕጂ ኣብ ትንሳኤ ናይ ወዳ ዝተጠራጠርካ ከይረኣኹ ኣይኣምንን'የ በለ። ሒዞሞ ድማ ከዱ መቓብር ተኸፈቱ ቅድስት ድንግል ማርያም ናታ ሬሳ ግን ኣይተረኽበን። ኣብዚ ሰዓት እዚ ሃዋርያ ቶማስ ድማ እንሆ እታ ኣደ ብርሃንና ዓሪጋ እያ ንምስክር ክኸውን እንሄውልኩም እዚ ጨርቂ ሰበን ኢሉ ድማ መግነዝ ናይ ቅድስቲ ድንግል ማርያም ኣርኣዮም ንኹሎም ድማ መቒሉ ድማ ካብኡ ከኣካፋፈሎም ካብ ሰዓት እዚና ድማ ኣብ መሳቅልና እነሳልሞ ኩሉ ግዜ ከምቲ ቅድስቲ ድንግል ማርያም ንሃዋርያ ቶማስ ዝሃበቶ ሰበን መግነዝ ሰበን ማለት መግነዝ መጠቕለሊ ናይ ሬሳ እዩ ናይ ቅድስቲ ድንግል ማርያም ሰበን ንሃዋርያት ዝሃቦም ንሕና ካህናት ድማ ኣብ መስቀልና እንሕዞ ኩሉ ግዜ እዚ ዓይነት ሰበን ጌርና ንኸይድ ምንጪ መሰረቱ እዚ መጸጻ እዩ ኣብ ዓመቱ ድማ ሃዋርያት እንደገና ሃዋርያ ቶማስ ንዝረኣየሎም ሱባኤ ኣትዮም እዮም እግዚኣብሔር ሱባኤም ተቐቢል ድማ ኩሉ ገሊጽሎም እዩ እዚ እቲ ናይ ቅድስቲ ድንግል ማርያም ብዕስራን ሓደን ጥሪ እኳ እንተሞተት ብዓሰርተ ሽዱሽተ ነሓሰ ፍልሰታ ዝኾነ ናይ ቅድስቲ ድንግል ማርያም ፍልሰታ ናይ ቅድስቲ ድንግል ማርያም ካብዚ ዓለም እዚ ፈሊሳ ከይዳ ክንብል እንከለና መሰረትና መጽሓፍ ቅዱስ እዩ። ምናልባት ተሃዋስያን ጸላእቲ ወይ እውን ኣፍልጦ መጽሓፍ ቅዱስ ዝጎደሎም ብዝግባእ መጽሓፍቲ ዘይፈልጡ ዘይተማህሩ ነቲ ኣብ ወንጌል ዮሃንስ ምዕራፍ ሰለስተ ሰፊሩ ዘሎ ብጀካ እታ ካብ ሰማይ ዝመጸ ንሱ ድማ መድሃኒ ኣለም ኢየሱስ ክርስቶስ ንሰማይ ዝዓረገ ኮቶ የልዎን ስለዚ ቅድስቲ ድንግል ማርያም ኣይዓረገትን እዮም ዝብሉ ቃል ይቐትል እዩ ትርጉም ግን ሕያው ገብር እዩ። ቃል እግዚኣብሔር ምርዳ የድልየካ እዩ። እዛ ቃል እዚኣ ወንጌል ዮሃንስ ምዕራፍ ሰለስተ ሰፊራ ዘላ ብጀካ እቲ ካብ ሰማይ ዝመፀ ንሰማይ ዝዓረገ ሓደ እኳ ኮቶ የልበን። ስለዚ ብጀካ መድሃኒ ኣለም ኢየሱስ ክርስቶስ ዓሪጉ ዝበሃል እዚ ኢ መጽሓፍ ቅዱሳዊ እዩ ዝብሉ ብዙሓት ናይ መጽሓፍ ቅዱስ ፍልጠት ዝጎደሎም ሰባት ኣለዉ። ቅድስት ቤተ ክርስቲያንና ነዚ ቃል እዚ ግን ብዝግባእ እያ ትፈልጦ፣ ንደቃ ድማ ብዝግባእ ተስትምህሮ። ሕያው ምስክሩ ድማ መልሱ እዚ እዩ። እቲ ቃል ከምዚ ይብል፣ ብጀካ እቲ ካብ ሰማይ ዝመጸ ናብ ሰማይ ዝዓረገ ከቶ የልቦን። ቅድስት ድንግል ማርያም ብዝቐደመ እውን ካብ ሰማይ ኣይመጸትን። ንሳስ ጓል ኢያቄም ጓል ኢያቄም ጓል ሃና ጓል ንጉስ ዳዊት ደኣ እምበር ሰምያዊት ኣይነበረትን፣ ምድራዊት እያ። እቲ ቓል ግን ብጀካ እቲ ኻብ ሰማይ ዝመጸ ንሰማይ ዝዓረገ ከቶ የልቦን። እቲ ዝዓረገ ተባሂሉ ዘሎ ካብ ሰማይ ዝመጸ ብርግጽ ንሱ ክርስቶስ እዩ። ብጀካ እቲ ኻብ ሰማይ ዝመጸ ንሰማይ ዝዓረገ የለን። ቅድስቲ ድንግል ማርያም ብመሰረቱ እውን ምድራዊት ካብዚ ምድሪ እዚ እያ። ጓል ኢያቄም፣ ጓል ሃና፣ ጓል ቴክቲካን፣ ጓል ቤጥሪቃን፣ ጓል ንጉስ ዳዊት፣ ናይ ሰሎሙን ሓረግ ትውልዲ እያ ቅድስቲ ድንግል ማርያም። ስለዚ እዚ ቃል እዚ ክንሪኦ እንከለና ንባዕሉ እቲ ቃል ቅድስቲ ድንግል ማርያም ከም ዝዓረገት እውን ነዚ ምንጪ ሒዝና እውን መጽሓፍ ቅዱሳዊ እውን ምስጢር የብርሃልና እዩ እቲ ኣቦኣ ዝኾነ ዘማራይ እግዚኣብሔር ኣምላኽ ዘኽበሮ ከም ልበይ ዝብል ስያመ ዝሃቦ ንጉስ ዳዊት ኣብቲ መዝሙሩ 132 ፍቕዲ ዓሰርተ ከም ዝብለና ኦ እግዚኣብሔር ኣምላኽ ንስኻን መሕደሪት መቕደስ ታቦትካን ተንስእ ንኣ ድማ ዕረግ ክብሎ ኦ እግዚኣብሔር ኣምላኽ ንስኻን ታቦት መቕደስካን ተንስእ ናብ ዕረፍቲ ቦታኻ እቶ። ታቦት መቕደስ ዝተባህለት መን እያ? ንሳ ለኣብ መርኣቱ ለወልድ ወላዲቱ ለመንፈስ ቅዱስ ጽርሃ መቅደስ ዝተባህለት ቅድስተ ቅዱሳን ንጽሕተ ንጽሕን ድንግል ወላዲት ኣምላክ እያ። ምክንያቱ ቅድሚ ዘበናት ብተመስጦ ብዛዕባ ቅድስቲ ድንግል ማርያም ኩሉ ብዛዕባ መድሃኒ ዓለም ኢየሱስ ክርስቶስ ኩሉ ኣቐዲሙ ብትንቢት ዝተነበየ ብዙሕ ምስጢር ዝተማህረ ብዙሕ ምስጢር ዝተገልጸሉ ኣቐዲሙ ብትንቢት ከምዚ ኢሉ ነበረ፣ ኦ እግዚኣብሔር ኣምላኽ፣ ንስኻን ታቦት መቕደስካን ተንስእ፣ ናብ ዕረፍቲ ቦታኻ እቶ ኢሉ። ናቱ ናይ መንፈስን ናይ ስጋን ውላዱ ዝኾነ ናይ ጥበብ ኣቦ ሰለሙን እውን ከም ዝብለና ኣብ መክብብ ምዕራፍ ሰለስተ ፍቕዲ ዓሰርተ ጽንግስተይ ጽብቕተይ ተንስኢ ፍትውተይ ንዒ ክረምቲ ሓሊፍ እዩ ማይ ዛሪ እዩ ተንስኢ እዩ ዝብላ ፍትውተይ ንዒ ፍትውተይ ተንስኢ ፅብቕተይ ንዒ ክረምቲ ሓሊፉ እዩ ማይ ዛሪ እዩ ዝብላ ፍትውተይ ፅብቕተይ ዝብላ ባዕሉ መድሃኒ ኣለም ኢየሱስ ክርስቶስ እዩ ክረምቲ ሓሊፉ ድማ ከምቲ ኣቐዲሙ ስምኦን ኣረጋዊ ሓሙሽተ ከቢድ ዝኾነ ሓዘናት ንልብኺ ክስንጥቕ እዩ ዝበላ ስቓይ ኣብዚ ምድሪ እዚ ኣኽቲሙ እዩ ናትኪ ደጊም ክረምቲ እቲ ስቓይ ናትኪ ሓሊፉ እዩ ብክረምቲ ዝምሰል ስቓይ እዩ ስቓይኪ መከራኺ ሓሊፊ ተንስኢ ንዒ ንኺድ ዝብላ እዚ እዩ። ናይ ቅድስቲ ድንግል ማርያም ዕርገታ መጽሓፍ ቅዱሳዊ መሰረት እዩ። እቲ ብዓይኒ ዝርኣየ ብኣካል ዝተሳተፈ ወልደ ነጎድጓድ ቅዱስ ዮውሃንስ እኳ ኣብታ መጽሐፈ ፍልሰታ እትብል መጽሓፉ እንቆጳዝዮን ዝብል ፍሉይ ቅጽል ስም ዘለዋ እኳ ነዚ ቃል እዚ ኣስፊርዎ ይርከብ። ስለዚ ናይ ቅድስቲ ድንግል ማርያም ብዕስራን ሓደን እኳ ዕረፍታ እንተኾነ ብዓሰርተ ሽዱሽተ ነሓሰ ድማ ዕርገታ ክንብል እንከለና መጽሓፍ ቅዱሳዊ እዩ። ምናልባት ኣብዚ ክንግብኦ ክንርድኦ ዝግብኣና ኣሎ። ሞት ይደልዎ ለማዋቲ ሞታ ለማርያም ኣጽብለ ኩሉ ሞት ይደልዎ ለማዋቲ ንኹሉ ፍጡር ወዲ ኣዳም ሞት ግቡ እዩ። ናይ ቅድስተ ቅዱሳን ንጽሕተ ንጽሃን ማርያት ግን ማርያም ግን እጹብ ድንቂ እዩ። ምኽንያቱ ብዕስራን ሓደን ጥሪ ሞት ብዓሰርተ ሽዱሽተ ነሓሰ እሱ ድማ እርገታ ስለ ዝኾነ እዚ ድንቂ ነገር እዩ ምክንያቱ ተኣምር ድንቂ እግዚኣብሔር ኣምላኽ ኣብቶም ሕርያቱ ዝፍጽሞ እዩ ስለዚ ናይ ቅድስቲ ድንግል ማርያም እዚ እዩ ቅድስቲ ድንግል ማርያም ኣብዚ ምድሪ ዘበን መዋእላ ስሳን ኣርባዕተን ዓመት እዩ እዚ ድማ ብዙሓት ሊቃውንቲ እግዚኣብሔር ብዝገለጸሎም ኣስፊሮሞ ርከቡ ካብኣቶም እቲ ቀዳማይ ንሪኦ ወድሰኒ ዝበለቶ ምስጢር ዝገለጸትሉ ዝተባረኸ ቅዱስ ኤፍሬም እዩ። ቅዱስ ኤፍሬም ኣብቲ ናይ ምስጋንኡ ዝኾነ ጸሎተ ውዳሴ ማርያም ኣስፊርዎ ከም ዘሎ ካብ ዕለተ ሶኒ ጀሚሩ ክሳብ ዕለተ ሰንበት ዘሎ ኩሉ እቲ እነብጽሖ ጸሎት ፈቀደ ለሔዋን ኢየሱስ ርእየ ተፈሳ ዝሃሎ ተፈሰ ቤተልሔም ትትፈሳህ ብርሃን ኣክሊለ ምክነ ኢልና ክሳብ ናይ ሰንበት ለቺ ደሉ እንድሕር ቆጺርናያ ስሳን ኣርባዕተን ቁጽሪ ኣሎ። እዚ ዕድመ ዘበን መዋእል ቅድስቲ ድንግል ማርያም ምስቲ ዕድሚኣ ዝነጻጸር ኢሉ ድማ ናታ ውዳሴ ድማ ኣብጽሐ። እሱ ጥራይ ኣይኮነን ኣባ ጽገ ዝተባህሉ ኣብቲ ናይ ቅድስቲ ድንግል ማርያም ማለት ጽገ ክንቀውም እንከለና ድማ ንዕድመ ቅድስቲ ድንግል ማርያም ንዕኡ ዝመልእ ድማ ስሳን ኣርባዕተን መልክኣት ኣለዎ። መልክኣ ማርያም እንተ ደጊምናዮ ለዝክረ ስምቺ፣ ለስርተ ርእስቺ፣ ለርእስቺ፣ ለገጽቺ፣ ለቀራብንቲ ኢልቺ ኢልና ብምሉኡ እዚ ቁጽሪ ዝተቆጺርናዮ እውን ስሳን ኣርባዕተን እዩ። ኩሎም እዞም ቅዱሳን እዚኦም እግዚኣብሔር ብዘብርሃሎም ንናይ ቅድስቲ ድንግል ማርያም ጸሎት ብዕድሜኣ እዮም ቆጺሮሞ። እዚ ዘለናዮ ፍጻሜ ርሑስ በዓል ናይ ፍልሰታ እውን ኣብ መልክኣ ፍልሰታ ካብ ዕለት ሓደ ጀሚርና ክሳብ ዕለት ዓሰርተ ሽዱሽተ እነብጽሖ መልክዕ እንተ ቈጺርናዮ እውን ዓሰርተ ሽዱሽተ እዩ። እዚ ድማ ናይ ፍልሰታ እቲ ዓሰርተ ኣርባዕተ መዓልቲ ሱባኤ ተኣትወ፣ እቲ ኣብ ሳልሳይ መዓልቲ ምዕራጋ፣ ነዚ ንኽገልጽ ድማ ዓሰርተ ሽዱሽተ መዓልቲ ድማ ናይ ቅድስቲ ድንግል ማርያም ሱባኤ ስለ ዝኾነ ፍልሰታ ድማ ዓሰርተ ሽዱሽተ ቁጽሪ ኣሎ። ናይ ቅድስቲ ድንግል ማርያም ዕድመ ስሳን ኣርባዕተን ምዃኑ ከመይ እቲ ምንጺር ምስጢር ኣመጻጽኡ? ወለዳ ኢያቄምን ሃናን ንቅድስቲ ድንግል ማርያም ክወልድዋ ከለዉ እም ሊባኖስ ትወጽእ መርኣት ከም ተባህለ ካብ ቅድስቲ ቅድስቲ ድንግል ማርያም ተገፊዓ ኢያ ካብቲ ምድረ ርስቲ ናይ ወለዳ ወለዳ ተገፊዑም ኣብ እምባ ሊባኖስ ዝተወልደት ከም ትምኒቶም ብጸሎትን ብባህግን ዝረኸብዋ ስለ ዝኾነ ከምቲ ዝኣተውዎ መብጽዓ ድማ ጓል ሰለስተ ዓመት እንከላ ንቤት መቅደስ ተወፈየት። ኖብ ቤት መቕደስ ዓሰርተ ክልተ ዓመት ድማ ኣገልገለት። ወእንዘ ትፈትል ወርቀ ወሜላተ ከም ዝብል ናይ ቤተ ክርስቲያን ኣገልግሎት እናገልገለት ብዙሕ ዝኾነ ድንቂ ስራሕ እናሰርሐት ድማ ዓሰርተ ክልተ ዓመት ኣብ ውሽጢ መቕደስ ነበረት። ኣቐዲማ ጓል ሰለስተ ዓመት እንተ ደኣ ንኣብኡ ንኣ ተወፍያ ኣብኡ ድማ ዓሰርተ ክልተ ዓመት ጸንሐት ሰለስተ ምስ ዓሰርተ ክልተ ደኣ ደሚርናዮ ዓሰርተ ሓሙሽተ ዓመት ልክዕ እዚ ዓሰርተ ሓሙሽተ ዓመት እዚ ምስ መለአት ድማ ከምዚ ሎሚ ተሃድሳውያን ተጻባእቲ ቅድስቲ ድንግል ማርያም እቶም ኣቐዲሞም ዝነበሩ ተጻባእታ ድማ እንታይ ኢሎም መቕደስና ክተርክስ እያ ትውጻልና በሉ ኣብ ሰዓት እዚ ካብቲ ዝነበረቶ ቅድስቲ ድንግል ማርያም ካብ መቕደስ ወጸት ቅድስቲ ድንግል ማርያም ካብዚ መቕደስ እዚ ክትወጽእ ከላ ብሓጎስን ብዕልልታን ብደስታን ብስባህያን ዳኣ እምበር ምብራር ግን ኣይነበረን ካብኡ ምስ ወጸት ድማ ንዓኣ ሓላዊኣ ክኸውን ዝተዋህበ ድማ ቅዱስ ዮሴፍ እዩ ወሲድዋ። እንሆ እቲ መልኣክ እግዚኣብሔር ኣምላኽ ቅዱስ ገብርኤል ብእግዚኣብሔር ተላኢኹ ድማ ንጎይታ ኣለም ኢየሱስ ክርስቶስ ከም እትጸንስ ድማ ነገራ። ንጎይታ ኣለም ኢየሱስ ክርስቶስ ድማ ንትሽዓተ ወርሒ ጸነሰቶ። ዓሰርተ ሓሙሽተ ዓመትን ትሽዓተ ወርሕን። ንጐይታ ካብ ዝወለደቶ ሰዓት ድማ ጐይታ ኣብ ዝወዓሎ እናወዓለት፣ ጐይታ ኣብ ዝኸዶ እናኸደት ድማ ንሰላሳን ሰለስተን ዓመትን ሰለስተ ወርሕን ካብ ውላዳ ኸይተፈለየት ጸንሐት። ዓሰርተ ሓሙሽተ ዓመት ምስ ትሽዓተ ወርሒ፣ ዓሰርተ ሓሙሽተ ዓመትን ትሽዓተ ወርሕን። ምስ ጎይታ ኣለም ኢየሱስ ክርስቶስ ሰላሳን ሰለስተ ዓመትን ሰለስተ ወርሕን ነይራ። ዓሰርተ ሓሙሽተ ዓመት ምስ ሰላሳን ሰለስተ እንተ ደሚርናዮ ኣርባዓን ሸሞንተን ይመጽእ። ኣቐዲማ ሰለ ትሽዓተ ወርሒ ኣብ ማህጸና፣ ሰለስተ ወርሒ ተወሳኺ ምስቲ ጎይታ ኣለም ኢየሱስ ክርስቶስ ዝነበርቶ እንተ ደሚርናዮ ድማ ዓሰርተ ሓሙሽተ ምስ ሰላሳን ሰለስተ እንተ ደሚርናዮ ኣርባዓን ሸሞንተን ይመጽእ። ኣርባዓን ሸሞንተን ምስቲ ሓንቲ እንተ ደሚርናያ ድማ ኣርባዓን ትሽዓተን ይመጽእ። እቲ ሓላዊ ናታ ክኸውን ዝተዋህበ፣ ኣብ ቀራንዮ ጎይታኣ ለምስ ክርስቶስ ምስ ተሰቕለ፣ ኣብ ጎኑ ዝነበረት ቅድስቲ ድንግል ማርያም ምስኣ ዝነበረ ዘፍቅሮ ወዲ ሙዝሙር ዮውሃንስ ከልቅስ እንከሎ እንሆ ኣዴኻ እንሆ ወድኺ ዝተባህለ ወልደ ነጎድጓድ ንቅድስቲ ድንግል ማርያም ኣደ ኢሉ ንቤቱ ወሰዳ ዓሰርተ ሓሙሽተ ዓመት ድማ ምስኡ ተቐመጠት ተቐዲሞ ኣርብዓን ትሽዓተን ምዚ እንተ ደሚርናዮ ኣርብዓን ትሽዓተን ተደመሮ ዓሰርተ ሓሙሽተ ስሳን ኣርባዕተን ዓመት ይመጽእ ቅድስቲ ድንግል ማርያም ኣብ ሓምሳ ዓመተ ምህረት ኣብ መበል ሱሳን ኣርባዕተን ዕድሜኣ ድማ እንሆ ብፈጣሪኣ ብውላዳ ድማ ካብዚ ጸባ መከራ እዚ ዓለም እዚ ዕረፈት። እቲ ቁጽሪ ከምቲ ኣቀዲሙ ተገሊጹ ዘሎ ጓል ሰለስተ ዓመት ኣብ ቤት መቅደስ እንተ ተወፍያ ኣብ ውሽጢ መቅደስ ዓሰርተ ክልተ ዓመት እንተ ነይራ ዓሰርተ ሓሙሽተ ንጐይታ ዝጠነሰቶ ትሽዓተ ወርሒ ዓሰርተ ሓሙሽተ ዓመትን ትሽዓተ ወርሕን፣ ምስ ጐይታ ዝተማላለሰቶ ዕድመ ዘበን መዋእል ጐይታ ሰላሳን ሰለስተን ዓመትን ሰለስተ ወርሕን እንተድኣ ደሚርናዮ፣ እታ ትሽዓተ ወርሒ ማህጸናን ምስታ ሰለስተ ወርሒ ጐይታ ዝነበራ ሓደ ቁጽሪ ወሲድና፣ እተን ኣርባዓን ሸሞንተን ዝነበራ ምስዛ ሓንቲ ቁጽሪ እንተድኣ ደሚርናየን ኣርባዓን ትሽዓተን ንመጽእ። ዓሰርተ ሓሙሽተ ዓመት ድማ ምስ ዮሃንስ ዝነበረቶ እዩ። ድምር ኩሉ ድማ ስሳን ኣርባዕተን ይመጽእ። ስለዚ ቅድስቲ ድንግል ማርያም መዋእል ዘበና ኣብዚ ምድሪ ስሳን ኣርባዕተን እዩ። በዚ ዕለት እዚ ድማ ናይ ቅድስቲ ድንግል ማርያም ካብተን ሰላሳን ሰለስተን ዓበይቲ በዓላት ናይ ቅድስቲ ድንግል ማርያም ብኽብሪ ይበዓል። እግዚኣብሔር ኣምላኽ ኣውደ ዓመትና ይባርኽ፣ ኣውደ ዓመትና ይቐድስ። ስለዚ ዓመት መጽእ ድማ እዩ ከምቲ ሃዋርያት ኣቐዲሞም ጎይታ ኣለም የሱስ ክርስቶስ ብእርገት ምስ ተፈለዮም ጸጋ መንፈስ ቅዱስ ምስ ኣውረደሎም ቅድሚ ናብ ኣገልግሎት ምውፋዮም ሱባኤ ዝኣተዉ ጾመ ሓዋርያት ኢልና እንጾሞ ናይ ቅድስት ድንግል ማርያም ጾም ድማ መሰረት ኣለና። ብንጹር እዩ። ካብ ዓሰርተ ክልተ ነገድ እስራኤል፣ ሮቤል፣ ስምኦን፣ ይሳኮር፣ ንፍታሌም፣ ዘሩባቤል፣ ጋድ፣ ዳን፣ ኣሴር፣ ቢንያም፣ ዮሴፍ፣ ካብዞም ዓሰርተ ክልተ ነገድ እስራኤል ዘይተወለደ ምድረ ርስቲ ከም ዘይወርስ ነዞም ህርዎ መሃሩ ውስተ ኩሉ ኣጽናፈ ዓለም ወእንዘ ታጥምቁዎም በሉ በስመ አብ ወወልድ ወመንፈስ ቅዱስ ወአነ እሄሉ ማእከለክሙ እስከ ህልቀተ ዓለም ብስም ኣቦን ወድን መንፈስ ቅዱስ እናጥመቕኩም ንኹሎም ህዝቢ ደቂ መዛሙርተ ይግበርዎም። ክሳብ መፈጸምታ ዓለም ምሳኹም ኣሎኹ ንዝበሎም ሃዋርያት፣ ናይዞም ሃዋርያት እዚኣቶም ትምህርቲ እንተ ደኣ ዘይሰሚዕካ፣ እንተ ደኣ ዘይተቐቢልካ፣ ዘይተኸቲልካ ድማ መንግስቲ ኣምላኽ ኣይትወርስን ኢኻ። ስለዚ ንሕና ናይ ሃዋርያት ትምህርቲ ድማ ተኸተልቲ ኢና። ናይ ሃዋርያት ትምህርቲ ተቐበልቲ ኢና። ቅዱሳን ሃዋርያት ነቲ ጐይታ ኣለም የሱስ ክርስቶስ ዝፈጽሞ ብዓይኖም ዝረኣይዎ ብእዝኖም ዝሰምዕዎ ኣብ ጽሑፍ ዘስፈርዎ ንዑ ተኸቲልና ንኸይድ እሶም ዝበሉና ድማ ንሰምዕ፣ እሶም ዝመሃሩና ድማ ነተግብር። እሱ ስለ ዝኾነ እዩ መልእክተ ጴጥሮስ፣ መልእክተ ያዕቆብ፣ መልእክተ ዮሃንስ እናበልና ናይ ኩሎም ሃዋርያት መልእኽታት እንቕበል። ሃዋርያት ኣብ መልእኽታቶም ካብ ተቐበልና ተግባራቶም ድማ ክንቅበሎ ይግብኣና። ቅድስት ኦርቶዶክሳዊት ተዋህዶ ቤተ ክርስቲያንና ብዶግማኣ፣ ቀኖናኣ፣ ብትውፊት ስርዓት ኣዝዩ ግሩም ዝኾነ ስራሕ ግብሪ መንፈስ ቅዱስ ትፍጽም እምነት እያ። እነሆ ሃዋርያት ከም ዝጸሙ እንተ ተማሂርና ኣለና። ንኣገልግሎት ቅድሚ ምብጋሶም እንተ ጼሞም፣ ንሕና ድማ ሃዋርያት ንዝጸምዎ እንተ ንጸውም ሃሊና ኮይንና፣ ከምቲ ሃዋርያት ጼምዎ ንጸውም። ሃዋርያት ንናይ ቅድስቲ ድንግል ማርያም ድማ ድሕሪ ዓመት ሱባኤ ሒዞሞ እዮም። ሃዋርያት ዝሓዝዎ ሱባኤ ንሕና ድማ ንኽተሎ። ምኽንያቱ ንሕና ትውፊት ሓሊና ንኸይድ ኢና። እቲ ዘደንቕ ነገር እዚ ትውፊት እዚ ወልደ ነጎድጓድ ኣብቲ መጽሐፈ ፍልሰታ እንቆጳዝዮን ጽሑፍ ከም ዘስፈሮ ካብ ወለዶ ናብ ወለዶ እናሰገረ እናሰገረ ድማ ንጸሞ። ዘደንቕ ኤርትራ፣ ኢትዮጵያ፣ ግብጺ፣ ሶርያ፣ ኣርመን፣ ህንድ ኩለን እዘን ኣሓት ኣብያተ ክርስቲያን ነዚ ፍልሰታ እዚ ብኣዝዩ ድንቂ ዝኾነ ኣከባብራ እየን ዘኽብሮ ምስ ኩለን ምእመናን ደቆም። ስለዚ ሃዋርያት ከም ዝጸምዎ ንሕና ንጸውም። ጾም ናትና ኣካል ናይ ሃዋርያት ኪደት ጉዕዞ እዩ። ሚመናን ናብ ኩሉ ዘሎ ድማ ነዚ ጾም እዚ ገሊኦም ካብ ኩሉ ንጥፈታት ስርሖም ፍቓድ ሓቲቶም ናብ ገዳም ብምኻድ ሱባኤ ይሕዙ፣ ገሊኦም ድማ ኣብ ኣብያተ ክርስቲያናት ከይዶም ድማ ኣብኡ ይሓድሩ። ዘደንቕ ነገር ኣብዚ ሱባኤ እዚ ዝበዝሑ ምእመናንና ሱሳን ኣርባዕተን ዝሰግዱ ንዕድመ ቅድስት ድንግል ማርያም ኣርብዓን ሓደን ንግርፋት ናይ ጐይታ እንተ ኣዘኪርና ሱሳን ኣርባዕተን ንናይ ዕድመ ቅድስት ድንግል ማርያም ከምቲ ሃዋርያት ዝጸምዎ ንጸውም ዲያቆናትና ካህናትና ኩላህና መራሕቲ እምነት ብሰዓታት ማህሌት ቤተ ክርስቲያን ንሓድር ምእመናንና ድማ ኣካል እቲ ኣገልግሎት ኮይኑ ሙሉእ ለይቲ ቤተ ክርስቲያን ይሓድር ቅዳሴ ይካፈል ኣብ ቅጽሪ ቤተ ክርስቲያን ይሓድር ኣብ ገዳማት ድማ ስዋ ይሕዝ እቲ ዘደነቐ ነገር ግን ካብ ኩሉ መግቢ ተሓሪሞም ኣብ ቆሎን ማይን ሱባኤ ዝሕዙ ምእመናን እዮም እዚ ምእመናንና። ስለዚ እዚ ሱባኤ እዚ ኣዝዩ ዓቢ ሱባኤ እዩ። ኣብ ቅድስት ቤተ ክርስቲያንና እውን ብዓቢ ዝረጃ ዝጽዋዕ ሱባኤ እዩ። እዚ ሱባኤና እዚ እግዚኣብሔር ተቐቢሉ ሰላም ንዝሰኣነት ዓለም ሰላም ዘስፍን፣ ኣብ መከራን ኣብ ጸበባን ዘሎ ህዝቢ እዛ ዓለም እዚ መከርኡን ጸበባኡን ዘኽትም፣ ስደትን ሽግርን ምፍንቓልን ዘሎ ኣኽቲሙ እግዚኣብሔር ኣምላኽ ሰላም ዘምጽእ ክኾነልና ቅዱስ ፍቓድ ይኹን። እግዚኣብሔር ኣምላክ ኣውደኣመትና ይባርኸልናን ይቀድሰልናን እግዚኣብሔር ባህ ዝብሎ ኣውደኣመት ግን ከምዚ መስል ዓሰርተ ሽዱሽተ መዓልቲ ካብ ጾምና ሎሚ ጨጎራና ዓሪፉ ጸኒሑ ናብ ምግቢ ስጋ ከይንቀዳደም ህዝበ ክርስትያን ንክርስቶስ ቤቱ ንክርስቶስ መንግስቱ ንክርስቶስ መኻፍልቲ ርስቱ ክንከውን እንተ ኮይንና መንግስቲ ኣምላክ ክንወርስ እንተ ኮይንና እታ ቃል ከምዚያ ትብል ኦ ብርኳኑ ለኣቡየ ፍረሱ ለኩም መንግስትየ ዘድልው ለክሙ እንቅድመ ይትፈጠር ዓለም ኣንቱም ብሩኻተይ ዓለም ቅን ምፍጣር ዘዳለኹልኩ መንግስተይ ንዑ ረሱ ንመን እዩ ግን ጠሜ ኣብሊዕኹምኒ ፀሜ ኣስቲኹምኒ ሓሚመ በፂሕኹምኒ ተኣሲረ እግዚኣብሔር ፍታሕካ ኢልኩምኒ ዓሪ ቀልቢስኩምኒ ስለዚ ኣብዚ ሱባኤ እዚ ንሕና ህዝበ እግዚኣብሔር እግዚኣብሔር ክቕበሎ ባህ ክብሎ ነዚ ሱባኤ እዚ እግዚኣብሔር ደስ ኢልዎ ክቕበሎ እግዚኣብሔር ሱባኤና ተቐቢሉ በረኸት ክንሓፍስ ካብ እንበልዖ ንነዳያን ካብ እንሰትዮ ንደነዳያን ከምኡ ድማ ንዝተሸገሩ ክንረድእ ግባኣና ነዚ ክንገብር እግዚኣብሔር ኣምላኽ ቅዱስ መንፈሱ ይልኣኸልና ኣውደ ኣመትና ይባርኸልናን ይቐድሰልናን ክብሪ ንእግዚኣብሔር ኣምላኽ ድንግል ንዝኾነት ወላዲቱ ክቡር ንዝኾነ መስቀሉ ዛቲ እቲ ምዕራፍ የለኣለም ኣሜን። ኔስታሊ ኦርቶዶክስ ተዋህዶ ዩቲብ ቻነል ኔስታሊ ኦርቶዶክስ ተዋህዶ ዩቲብ ቻነል ጎኒ ጎኒ እቲ ትምህርቲ፣ ስልጠና ኮርስ፣ ያሬዳዊ መዝሙር ብኹሉ ቋንቋታት፣ ስነ ጽሑፋት፣ ዛንታ ቅዱሳን፣ መንፈሳዊ ልብ ወለድ፣ መንፈሳዊ ፊልም፣

ንዝያዳ ሓበሬታ፣ ንምእዛዝን ንምውካስን ብዋትሳፕ፣ ቴሌግራም፣ ተደምሮ ክልተ ሚእትን ሓምሳን ሓደን፣ ትሽዓተ፣ ሰብዓን ትሽዓተን፣ ሓምሳን ሰለስተን፣ ዕስራን ክልተን፣ ሰማንያን ሓደን፣ ወይ ድማ ተደምሮ ትሽዓተ ሚእትን ሓምሳን ሓደን፣ ሓሙሽተ፣ ዕስራን ሓደን፣ ዕስራን ሰለስተን፣ ቴስዓን ክልተን፣ ሓምሳን ሽዱሽተን፣ ቀሲስ ተወልደ ገብረትንሳኤልካ ምውካስን ምእዛዝን ይከኣል።